ሕሉፍ ስልጣኔታትን ቅርስታቱን ኣብዚ ግዜ እዚ ዝህቦ ትርጉም እናተጠምዘዘ ከም መሳርሒ ስልጣንን ምስክርነት ፖለቲካዊ ውርሻ ወይ መረጋገጺ መሰል ዋንነትን እናኾነ ክቐርብ ይርእ ኣሎ። ስልጣኔ ኣኽሱም ዘማዕበለ ጂኦግራፍያዊ ከባቢ ናይ ዘመን ቀመርን ብዙሕነትን ኣብ ግምት ብዘእተወ ኣገባብ ዝተመርጹ ሓረጋት እናተጠቐምካ ከም መጣልዒ ፖለቲካዊ ሸፈጥ ክስራሓሉ ጸኒሑ ኣሎ። እንተኾነ እቲ ሓቂ ካልእ ኮይኑ እዩ ዝርከብ። ስልጣኔ ኣኽሱም ብልክዕ ንዝምርምሮ ኤርትራ ሕመረት ጥንታዊ ስልጣኔ ቀይሕ ባሕሪ ምንባራ ኣኽሱም ከኣ ውጽኢት ደኣ እምበር ጀማሪት ከም ዘይነበረት ኣብዚ ግዜ እዚ እቲ ታሪኽ ናይ ካልኦት ሓሶት ንምሕያል ክስረቕ ከም ዘይከኣል ብቐሊሉ ከረጋግጾ ዝኽእል እዩ። ብግሁት ካብ ቀዳማይ ክሳብ ሻብዓይ ክፍለ ዘመን ድሕሪ ልደተ ክርስቶስ ኣብ ሰሜን ቀርኒ ኣፍሪቃ ማዕቢሉ ዝነበረ ንግስነት ኣኽሱም ሓደ ካብቶም ኣዝዮም ጸለውቲ ዝበሃሉ ስልጣኔታት ኣፍሪቃ ምንባሩ ይፍለጥ። ከም ናይ ኣኽሱም መግለጺታት ኮይኖም ዝቐርቡ ክሳዕ ሕጂ ተተኺሎም ዘለዉ ገዘፍቲ ሓወልትታት ካብ ወርቂ ዝመኸኹ ገንዘብን ነገስታት ሃይማኖት ክርስትና ዝተቐበልሉ መድረኻትን ምስዚ ታሪኽ እዚ ሓቢሮም ዝለዓሉ እዮም። እዞም ዝተጠቕሱ ግና ነቲ ዓሚቕ ምንጪ ሓይሊ ንግስነት ኣኽሱም ክጋርዱ የብሎምን። ኣኽሱም ሓያል ኮይና ክትንስእ ዝገበረ ብቐይሕ ባሕሪ ነዊሕ ርሕቀት ዝተዘርግሐ ውሁድ መርበብ ዋኒናት ንግዲ መሰረት ናይ ስልጣንያ እዩ። ምስ ኣኽሱም ሕመረት ናይቲ ስርዓትን ኣብቲ እዋን እቲ ዓቢ ረቋሒ ግደ ዝነበራን ኣብ ናይ ሎሚ ኤርትራ ተደኲና ዝነበረት ዓባይ ወደብ ቀይሕ ባሕሪ ኣዱሊስ ሓቢራ ትዝከር። ኣኽሱም ተፈላጥነት ረኺባ ካብ ዝተንስኣትሉ ዘመናት ኣቐዲማ ኣዱሊስ ዓባይ ማእከል ንግድያ ነይራ። ኣብ ቀረባ እዋናት ብስነ ኩዕታ ዝርከቡ ዘለዉ መረዳእታታት ኣብዚ ዞባን ስግር ኣህጉርን ኣብ ዝካየድ ንግት ኣማኢት ዓመታት ቅድሚ ኣኽሱም ወደባዊት ከተማ ኣዱሊስ መዋፈሪት ማእከል ምንባራ የረጋግጹ። ስልጣኔ ኣኽሱም ክለዓል እንከሎ ኣዱሊስ ማእከል ክትከውን እንከላ ኣኽሱም ከም ጨንፈር እያ ነይራ። ነጋዶ ማእከላይ ባሕሪ፣ ደቡብ ዓረብ፣ ፋርስን ገማግም ህንዳዊ ውቅያኖስን ብኣዱሊስ ኣቢሎም ስኒ ሓርማዝ፣ ወርቂ፣ ዕጣን፣ መጋየጺ ሸቐጣትን ፍርያት እንስሳን ብንግዲ ይለዋወጡ ነይሮም። ድሒራኻ ኣዱሊስ ከም ወደብ ጥራይ ዘይኮነትስ ኣኽሱማዊ መንግስቲ ዲፕሎማስያውን ቁጠባውን ስርሓት የሳልጠላ ነበረ። ንሕምብርቲ ኣፍሪቃ ምስ ዓለማዊ መስመራት ንግዲ እናራኸበት ሃጺያዊ ስርዓታት ወተሃደራዊ ዓቕምን ባህልን ንዝመሓደረሉ ሃገራዊ መሰረት ትምግብ ነይራ። ኣዱሊስ ተዘይትነብር ኣኽሱም ብቁጠባ ድኽምትን ብኣቀማምጣ ዝተሓጽረትን ምኾነት። እቲ ስርዓተ ንግድን ምምሕዳራዊ ኣገባባትን ከም ወግዓዊ ናይ ጽሑፍ ቋንቋ ኮይኑ ዘገልግል ብዝነበረ ግእዝ ይሳለጥ ነይሩ። ግእዝ ድሕሪ ምህሳስ ዕቤት ኣኽሱም ነባሪ ዝኾነ ንምምሕዳራዊ መቓናት ባይታ ዘንጸፈ ባህሊ ስነ ጽሑፍ ሰሪትሎም። እዚ ባህላዊ ውርሻ እዚ ብተነጽሎ ንበይኑ ዝርአ ዘይኮነስ ኣብ ገማግም ቀይሕ ባሕሪ መብዛሕትኦን ኣብ ኤርትራ ኣብ ዝተተኮና ሓያሎ ከተማታት ዝማዕበለ እዩ እምበኣርከስ ንኣኽሱም ክንፈልጥ ኪንዮ ኣኽሱም ዘሎ ኣኽሱም ክትንስእ ናብ ዘኽኣለ ናብ ናይ ሕጂ ኤርትራ ክንጥምት ኣለና። ብሰፊሕ ኣእምሮ ኣማዕዲና እንድሕር ጠሚትና፣ ኣኽሱም መበቆል ስልጣኔ ናይዚ ከባቢ ከም ዘይነበረት ኢና እንረዳእ። እንታይ ደኣ መፈጸምቱ እያ ነይራ። ኤርትራ ኣብ ታሪኽ ሰሜን ቀርኒ ኣፍሪቃ ጽኑዕ ጥንታዊ ናይ ታሪኽ መሰረት ዘለዋ ሃገር እያ። ንግስነት ኣኽሱም ካብ ቀዳማይ ክሳብ ሻብዓይ ክፍለ ዘመን ሓያል ኮይኑ ቅድሚ ምትንስኡ ኣብዚ ሎሚ ኤርትራ ተባሂሉ ዝጽዋዕ ዘሎ ቦታ ብቁጠባ ዝተዋሃደ ምዕቡል ባህሊ ዝነበሮ ብዝሒ ህዝቢ ዘለዎ ይነብር ነይሩ። ሃገራዊ ቤተ መዘክር ኤርትራ ምስ ካልኦት መሻርኽቲ ብምትሕብባር ንዓሰርተታት ዓመታት ዝወሰደ ምርምር ብምክያድ ሕሉፍ ምዕራፋት ታሪኽ ወዲ ሰብ ዝተዘርግሓሉ ኣዝዩ ብዙሕ ነቑጣታት ረኺቡ ኣሎ። እዚ ኸኣ ኣኽሱም ኣብ ሰሜናዊ ቀርኒ ኣፍሪቃ ካብ ዝተጋህደን ንሓያሎ ዘመናት ካብ ዝዓማመየ ባህልን ዝተንስአት ደኣ እምበር ንበይና ዝወጸት ፍላይ ከም ዘይነበረት ዘረድእ እዩ። ቅድሚ ልደተ ክርስቶስ ሽሕ ዓመት ኣብ ኤርትራ ብጥበባዊ ስራሓት ስነ ህንጻ ዝማዕበለን ብፖለቲካዊ ስርዓት ዝተወደበን ማሕበረሰብ ነይሩ። ናይ ጥንቲ መስመራት ንግዲ ዝሓልፈለን ካብ ከበሳ ናብ ወደባዊት ከተማ ኣዱሊስ ዘራኽብ ከም ቆሓይቶ፣ መጠራን ከስከሰን ዝኣመሰላ ከተማታት ነይረን። እዘን ምስ ኣዱሊስ ዘራኽባ ከተማታት ማእከላት ፖለቲካዊ ሓይልን ባህላዊ ጽንብላ ዝካየደለንን ኣገደስቲ ቦታታት ምንባረን ክሳዕ ሕጂ ዝምስክር ኣሰራት ኣብያተ መቕደስ ሓወልትታትን ትሕተ ቕርጺ ምዕቡል ምሕደራ ማይን ክረአ ይከኣል። ብቋንቋ ግሪኽ ኣብ ቀዳማይ ክፍለ ዘመን ብሓደ ነጋዳይ ኣብ ዝተጻሕፈ ፕሪፕሉስ ኦፍ ዘ ኤሪትሪያን ሲ ኮሎ እናበለ ዝጠቐሳ ከተማ ምስ ቋሓይቶ ዘተኣሳስርዋ ኣለዉ። እቲ ግሪኻዊ ነጋዳይ ኮሎ ዝብላ ከተማ ከሎው ክትከውን ትኽእል እያ። ብቋንቋ ግሪኽ ናይ ወ ድምፂ ስለ ዘየለ ብተቐራራቢ ድምፂ ኮሎ እናበለ እቲ ፀሓፋይ ይጠቕሳ። ኣብቲ በሪኽ ስፍራ ቋሓይቶ ትርከብ ጥንታዊት ከተማ ቅድሚ ክርስትና ናይ ዝነበረ ቤተ መቕደስ ህንፃን ኣሰሩ ዘይሃስስ ናይ መንበሪ ኣባይቲ ዑናታትን ይርከብ። ንኣስታት ሰለስተ ሽሕ ዓመት ዝጸንሐ ሎሚ ሳፊራ እናተባህለ ዝጽዋዕ ክሳዕ ሕጂ ዘገልግል ዘሎ ሓጽቢ እውን ኣሎ። ከም ማእከል ፖለቲካን ምምሕዳራዊ ንቑጣን ዝነበረት ኣብ ጥቓ ሰንዓፈ ኣብ ዝተተኮነት መጠራ ዝቐደመ ብፊደል ግእዝ ዝተወቕረ ጽሑፋት ዝሓዘ ክሳብ ሕጂ በለውኮለው እናተባህለ ዝጽዋዕ ሓወልቲ ቆይሙ ይርከብ። ብፊደላት ደቡብ ዓረብ ዝተወቕሩ ጽሐፋት ዘለዎ ሓወልቲ ዝርከባ ከስከሰ፣ ባህላዊ ስርዓታትን ጽንብላትን ዝካየደላ ኑቕጣ ዝነበረት ትመስል። ንግስነት ኣኽሱም ኣብ ጥርዚ ካብ ዝበጽሓሉ ግዜ ኣቐዲማ ኣብ ትሕተ ሳሃራ ኣፍሪቃ ማእከል ንግዲ ከም ዝነበረት እትፍለጥ ኣዱሊስ፣ መሰታ ግሪኻዊ ሮማዊ ምዕባለታት ብምዃን ኣብ ዞባውን ስግር ኣህጉርን መራኸቢት መስመር ንግዲ ምንባራ ይፍለጥ። ጥንታዊ ታሪኽ ከም ዘረድኦ ድማ ኣኽሱም ኣብቲ ኣብ ኤርትራ ማእከል ዝገበረ መርበብ ከም ሓንቲ ተሳታፊት እምበር ማእከል ከም ዘይነበረት የርኢ። ብሓፈሻ ክረአ እንከሎ ታሪኽ ኤርትራ ከም መወሰኽታ እምበር መበቆላውነት ከም ዘይብሉ ክሳዕ ሕጂ ክደጋገም ዝጸንሐ ዛንታታት ዘፍርስ ጭብጥታት ተዓዚብና። ኣብዚ ዞባና ኣኽሱም ንበይና ተነጺላ ኣብ ልዕልና ኣይበጽሐትን። ኣብዚ ዞባና ካብ ዝነበረ ምዕባለታት ዝወጸትን መቐጸልታ ናይ ቅድሚኣ ዝነበረ ስልጣናታትን እያ። ኣብ ገማግም ቀይሕ ባሕሪ ኤርትራን ደቡባዊ ከበሳታትን ኣብ ዝማዕበለ ኣማኢት ዓመታት ዝወሰደ ጥበባት ምህዞን ምዕባለ ከተማታትን ዝተሰረተት እያ። ታሪኽ ብኽብሪ ክዕቀብ እንድሕር ኮይኑ ካብ ጭብጢ ብምብጋስ ንቕድሚት ክንበብ ኣለዎ እምበር ንፖለቲካዊ ዕላማ ተባሂሉ ንድሕሪት ክግልበጥ ኣይግባእን። እንዳማትካ ታሪኽን መንነትን ምምንጣል ዘስዕቦ መዘዝ ክንዕዘቦ ንዝጸናሕና ታሪኻዊ ምስክርነት ክሓክኽ ዝፍትን ፖለቲካዊ ጭደራታት ኣብዚ ግዜ ብብዝሒ ይስማዕ ኣሎ። ታሪኽን መንነትን ብምቕያር ግዝኣት ንምጉባጥ ስልጣነ ኣኽሱም ከም መረዳእታ ዝቐርብ ቀንዲ ምኽንያት ኮይኑ ኣሎ። ምናዳ እዚ ታሪኽን መንነትን ናይ ምቕያር ተርእዮታት ናይ ባዕሉ ታሪኽ ዘለዎ ህዝቢ ኦሮሞ ምስ ዘይብጽሖ ጥንታዊ ናይ ኣኽሱም ስልጣነ ንምትሕሓዝ ዝግበር ፈተነ ክሳብ ክንደይ ሓደገኛ ምዃኑ ክረኣ ይከኣል። ስልጣነ ኦሮሞ ብኣደኻኹና መሬትን ስርዓተ ኣከባብን ብቋንቋን ብፖለቲካዊ ባህልን ናይ ገዛእ ርእሱ መንገዲ ሒዙ እዩ ተጓዒዙ። ካብ ጽልዋታት ኣኽሱም ነጻ ዝኾነ ከም ስርዓተ ገዳ ዝኣመሰለ ሕጊ እንዳባ ምዕቡል ናይ ፖለቲካን ማሕበራዊ ምትእስሳራትን ምሕደራ ኣለዎ። ኦሮሞ ካብ ደቡብ ንሸነኽ ሰሜን እናወረረ ኣብ ወሎን ደቡብ ትግራይን ክበጽሕ እንከሎ ስልጣነ ኣኽሱም ካብ ዝቕህም ኣማኢት ዓመታት ሓሊፉ ነይሩ። ንግስነት ኣኽሱም ንምድሪ ኦሮሞ ተመሓድር ከም ዝነበረ ዝዝክር ወይ ዝተመዝገበ ታሪኽ እውን የለን። ኦሮሞ ኩሻዊ ቋንቋ ከም ምዃኑ ምስ ሰሜናውን ግእዛዊ ያታ ዘራኽብ ቁቤ ዝተባህለ ናይ ላቲን ፊደላት ይጥቀም። ሰልፊ ብልጽግና፣ ኦሮሞ ከም መቐጸልታ ጥንታዊ ታሪኽ ዝምህዞ ናይ ሓሶት ዛንታ፣ ንመንነት ኦሮሞ ይሃስዮ እምበር ኣይጠቕሞን። ሕጋዊ መንነት ብናይ ለቓሕ ታሪኽ ኣይርከብን እዩ። በዚ እናተማህዘ ዝስማዕ ዘሎ ታሪኽ ሓሶት ዝተወርሰ ስልጣኔ፣ ንኤርትራ፣ ጅቡትን ሰማልን፣ ካን ከም ዘይነበራ ገይሩ ኣይዝክረንን። ሓወልትታት ኣኽሱም፣ ኣዱሊስን መጠራን ንምኽባር ካብ ኣባሓጎታ ዝተመሓላለፉ ርስቲ ምዃኖም ምርግጋጽ ኣየድልን። ኣብ መላእ ዓለም ንዘሎ ኣሰራት ስልጣኔ ኣድናቖትን ክብርን ዕቃበን ክግበረሉ ከሎ ልእላዊ ንብረት ወይ ውርሻ ምዃኑ ንምርግጋጽ ዘይኮነስ ክብሪ ንምሃብ እዩ። ኣብ ቀርኒ ኣፍሪቃ ኣብ ዘሎ ታሪኽ ኣኽሱምን ስልጣኔ ኦሮሞን ክልቲኦም በበይኑ ዝተፈላለየ ታሪኽ ይውክሉ። እቲ ሓደ ነቲ ካልእ ኣይድምስሶን። ታሪኽ ከም ኣጽዋር ናይ ግዜያዊ ስልጣን ክጥቀምሉ እንድሕር ጀሚሮም ግና ናይ ክልቲኦም ታሪኽ ክድምሰስ ይኽእል እዩ። መዛዘሚ ንሓድሕዱ ዘይሰራረቕ ብዙሕነት ዘለዎ ታሪኽ። ንግስነት ኣኽሱም ኣብ ሰሜን ቀርኒ ኣፍሪቃ ብንግድን ምምሕዳርን ባህላዊ ምትእስሳራትን ዝተሰረተን ብቀይሕ ባሕሪ ዝተጸልወን እዩ ነይሩ። ኣኽሱም ከይተንስአት ቅድሚ ሓያሎ ዘመናት ድማ ስልጣኔ ገማግም ቀይሕ ባሕሪ ነይሩ። ስልጣነ ኦሮሞ'ውን ኣብዚ ዞባ ዘሎ ኮይኑ ካልእ ህዝቢ ኣብ ካልእ ግዜን ካልእ ቦታን ብናይ ገዛእ ርእሱ ባህላውን ታሪኻውን ቅርጺ እናተገዝኤ ዘማዕበሎ ስልጣነ እዩ። ኣብ ቀርኒ ኣፍሪቃ ንበይኑ ናይ ስልጣነ መሰረት ከም ዝኾነን ንርእሱ ሕጋዊ ወናኒ ታሪኽ ገይሩ ዝቖጽርን ወገን ተቐባልነት የብሉን። ሃብታም ታሪኽ ቀርኒ ኣፍሪቃ ኣብ ብዙሕነት ዝተመርኮሰ እዩ። ሕጂ ንዝረኣ ዘይምርግጋእ ንምህዳእ ወይ ሕሉፍ ታሪኽ ከም ኣጽዋር ክጥቀሙ ብዓውታ ዝጭድሩ ኣብ ታሪኽ ብጽሕት የብሎምን። ሓቀኛ ታሪኽ ክዕቀብ ዝተማህዘ ናይ ሓሶት ታሪኽን ዝተሰርቀ ጥንታዊ ዛንታ ስልጣኔታት እናተጸገነ ህዝብታት ከምቲ ናታቶም ናይ ካልእ ታሪኽ እውን ከኽብሩ ኣለዎም። ውርሻ ታሪኽ ካልእ ንምምዕባል ዝካየደሉ ዓውደ ውግእ ክኸውን ኣይግባእን። ተፈጸመ።